ዕለታት ሓደ መዓልቲ ሓደ መምህር ንተምሃርኡ ኣዝዩ ዓብዪ ትምህርቲ ክምህሮም ምስ ደለየ ሰለስተ ኣገደስቲ ነገራት ሒዙ ናብ ክላስ ይኣቶም። እሳቶም ከኣኒ ቀዳማይ ዓብዪ ብርጭቆ፣ ካልኣይ ድማ እምኒ፣ ሳልሳይ ከኣ ሑፃ እዞም ነገራት ሒዙ ናብ ክላስ ይኣትሞ ሽዑ ተምሃሮ ብምግራም እንታይ ደኣ ኣሉ መምህር ሎማዓንቲ እዚ ነገር ሒዙ መጺ ኢሎም እንታይ ከም ዝገብር ክዕዘብዎ ጸንሑ። እሽዑ እቲ መምህር ናብ ስርሑ ኣተወ። መጀመርታ እቲ ብርጭቆ ኣብቲ ጣውላ የቐምጦ። ሽዑ እቲ ዓብዪ እምኒ ናብቲ ብርጭቆ ይመልኦ። ቀጺሉ ምስ መልኦ ነቶም ተምሃሮ እንታይ ይብሎም? እዞም ደቀይ እዚ ብርጭቆ መሊኡ ዶ ይረኣየኩም ኣሎ ይብሎም ሽዑ እቶም ተምሃሮ ኸዓኒ እወ መምህር መሊኡ ኢሎም ብዓብዪ ድምፅን ብሓደን ይምልሱ ሽዑ እቲ መምህር ፍሽኽ ኢሉ እንታይ ይብሎም ድሕሪኻ ነተን ናእሽቱ እምኒ ኣምፂእኻ ናብቲ ዕትሮ ኣእትወን ማለት እዩ ተንካላይ ደረጃ ስራ እምኒ ካብ ዳሕራይ እንታይ ኢልዎ ነቲ ዕትሮ ቀስ ኢሉ ኣቐሚጥዎ ነታ ብርጭቆ ማለት እዩ እቲ እምንኻ ኣብ ኩሉ ኣብ መንጎ እቲ ምሽ ዓበይቲ እምኒ ስለ ዘተ ነቲ ብርጭቆ ብምሉ ይሓዞን ክፍተትን ኣለዎ ማለት እዩ ሽዑ ዳጊሙ እንታይ ኢሉ ተመሳቂሉ ስለ ዘሎ እቲ እምነ ማለት እዩ ሽዑ እቲ መምህር እንታይ ኢሉ ሕጂ ኸ መሊኡ ዶ ይረኣየኩም ኣሎ ዝዕትሮ ኢሎም እዚ ብርጭቆ ሽዑ እቶም ተምሃሮ ከዓ እወ መሊኡ ኣሎ ሕጂ ደኣ ምልኡ ብምልኡ ብምባል ይነግርዎም ማለት እዩ እምበኣር ኢሎም ሕጂ ካብዚ እንታይ ኢና ንምሃር እንተ ኢልኩም እቶም ዓበይቲ እምንን እቶም ናእሽቲ እምንን እቶም ሕፃን ሰለስተ ነገራት ኣብ ህይወትና ኣዝዮም ኣገደስቲ እዮም። እቶም ዓበይቲ እምኒ ኣብ ህይወትካ ዝዓበየ ቦታ ዝሓዙ ዘለዎም ዓብይ ዋጋ ዘለዎም ነገራት እዮም። እዚ ማለት ስድራ ቤት፣ ጥዕና፣ ፍቕሪ፣ ዕላማ፣ ሕልሚ ማለት እዮም። እዚኦም ኣብ ህይወትካ ዓብዪ ቦታ ክትህቦምን ዋጋ ዘለዎም ነገራት እዮም ማለት እዩ እዚኦም እንተ ደኣ ሃልዮምኻ ኩሉ ግዜ ህይወትካ ምሉእ እዩ እዞም ነገራት እንተ ዘይብልካ ኸዓ ህይወትካ ጎደለ እዩ ምልኣት ይብሉን ማለት እዩ እቲ ካልኣይ እቶም መናእሽቱ እምንኻኒ እቶም ሞበል ካልኣይ ዘድልዩና ነገራት እዮም ንኣብነት ስራሕ ትምህርቲ ገዛ መኪና ወዘተ ናይ ሓደ ወዲ ሰብ ኣብ መዓልታዊ መሰረታዊ ነገራት ዝበሃሉ እዚኦም ማለት እዮም እቲ ሕፃ ኸዓኒ ኣብ ህይወትና ንገብሮ ንኣሽቱ ዝመስሉና ነገራት ግን ከዓ ህይወትና ዝዕኑ ማለት እዩ ብፍላይ ተዚ ዝተውዒልና ኣሎ ብሕጂ እዋን ተዳሪንዮ ነገራት ዋጋ ዘይብሎም ነገራት ግን ንሕና ኣብኡ ተጠሚቕና ወይ ሙሉእ ግዜና ንህቦም ማሕበራዊ ሚድያ፣ ሕሜታ፣ ክትዕ፣ ሓጠው ቀጠው ወዘተ ነዚ መለኦ ግዜና ሂብና ገንዘብና ከፊልና መስዋእቲ ንገብረሉ እዩ ንህይወትና ከይጠቕመና ዶ ኣይጠቕመናን እዩ ብሚት ፐርሰንት ውሕድ እንተዘይኮይኑ ጥቕሚ የብሉን ማለት እዩ። ካብ ሕሜታ ምንም ኣይትጥቀምን ኢኻ፣ ካብ ክትዕ ምንም ኣይትጥቀምን ኢኻ፣ ካብ ሃጠውቀጡ ተረባሕነት የብልካን። ማሕበራዊ ሚድያ ምናልባት ኣጠቃቅምኡ እንተዳ ክኢልክዮ ክትርብሐሉ ትኽእል ኢኻ ማለት እዩ። ስለዚ ኣብዚ ህይወትና ክንርድኦ ዘለና ነገር እንታይ እዩ? መጀመርታ እቲ ብርጭቆ ንሕና ኢና እቲ ህይወት ማለት እዩ። ነቲ ህይወትና እንመልኦ ከዓ እዞም ክነግረኩም ዝፀናሕኩ ዋጋ ንህቦም ነገራት ንመን ኢና ቀዳምነት መን እዩ ካልኣይ መን እዩ ሳልሳይ ኩሉ ቀደም ሰዓብ ደረጃታት ኣለዎ ማለት እዩ ስለዚ ህይወትካ እውን ከምኡ ጉልበትካ፣ ግዜኻ ኣብ ኣናእሽቲ ዋጋ ዘይብሎም ነገራት ከም ሑጻ ዝኣመሰሉ እንተደኣ ኣኪብናዮም እቶም ብሓቂ ዘገድሱና ወይ ዘድልዩና ዓበይቲ ነገራት ቦታን ግዜን ክንስእን ንኽእል ኢና ማለት እዩ። ስለዚ ኣብ ግዜኡ ክነስተውዕል ይግባኣና። ኣብ ህይወት ሓጎስ፣ ዓወት ኣገደስቲ ዝኾኑ ዓበይቲ ነገራት ቀዳምነት ምሃብ፣ ምስ ስድራኻ ግዘ ምሕላፍ፣ ጥዕናኻ ምክንኻን፣ ኣብ ሕልምኻ ምስራሕ ማለት እዩ። ካልእ ኩሉ ኣብዚኦም እንተሃሊኻ ካልእ ኩሉ ነገር ከም ሑፃ እዩ ማለት እዩ። ከም ሑፃ ተወሳኺ ወይ ድማ እዚኦም ቀዳምነት እንተደኣ ሂብካ ኣብ ሂወትካ ከም ሑፃ ኮይኑ ከዓ እቲ ቦታ ክረክብ ይኽእል እዩ ምስ ግዜ ማለት እዩ። ስለዚ ነቲ ሕፃ ዝኾነ ነገር ለይኾንካ ክትግደ ስለለካስ እቶም ዓበይትን ግባራትን ከምዚ ክንጠቕሶም ዝፀናሕና ንመን ግዜ ከት መን ቀዳምነት ይግብኦ መንከ ቀዳምነት ዘይግብኦ ተወሳኺ ልመፅእ ነገራት ከመይ እዩ ቀዳምነት እንዳበልካ ምስራዕ ኣገዳሲ ማለት እዩ ስለዚ ተማሂርኩም ክትከውኑ ተስፋ ገብር